ኣብ መብዛሕትኣን ከተማታት ሃገርና ኣብ ዝርከባ ኣብያተ ቁርስታት ብፍላይ እኳ ኣብ ከተማ ኣስመራ ልዑል ተጠላብነት ዘለዋ ካብ እዋን ቁርሲ ክሳብ ድራር እትእዘዝ መግቢ እያ። ኣብ ኩሉ ማሕበራዊ ቀጸላታ ብዘለዉ ዓማዊል ፍትውቲ መግቢ እያ። ብዘለዋ ርትዓውነት ብሰራሕተኛታት ዝያዳ ተመራጺት እያ። ልዕሊ ኩሉ ድማ ብሓባር ግዜ ከሕልፉ ብዝደልዩ ዓርከ መሓዛ፣ ስፖርተኛታትን ካልኦትን ልዑል ተፈታውነት ዘለዋ መግቢ እያ።

ፋታሲ ንኩሉ ግዜ ኣነ ክጸልኦ ከማን ደ ሓንቲ መዓልቲ ተመኒኒ ከማን ኣይፈልጥን። ፋታ ዳኣ ንዓና ኣዕብዩና እንድዩ ኣብ ናይ ስፖርት ክንጻወት ክልና ኣብ ናይ ኩዕሶ ናይ ቀደም ኣብዚ ናይ እንዳ ስላሴ ክንጻወት ክልና ከማን ኮና ፋታ እንዳ በላዕና እንዳ በዓል የማን ጥሩነህ ነይሩ ኣብዚ ነይሩ ነቦይ መብራቱ እንዳ በዓል ጊዶም ዝብሃል ነይሩ ኣብኡ እንዳ በላዕና ንሕና ጎቢዝና ማለት እዩ። ኣብኡ ረኪስና ንመጽእ ዝጠርነፈ ገለ ዋላ ምስ ክልተ ሰብ ኮይንካ ምስ ሰላሳ ገለ ኖርማል እያ ተዘጊካ ተብሎ እዚ ፋቶ ምስ ኢድ ኣእታው እዩ። እታ ፋታ
ክትበልዓ ጥዕምቲ እያ ንበላዒኣ ጥዕምቲ እያ ከመይ መስለካ ከም ባህሪ ከም ባህሪ በርበረ ሰብ ዝፈቱ ኣበሻ ቀይሕ ፀብሒ ሰብ ዝፈቱ እቲ ፋታ ቀያሕ ሰብ ዝኮነት ፍትፍት ሰብ ዝኮነት ብኮሚደረ ብዘይቲ ሽጉርቲ ሰብ ትስራሕ መቀረት ኣለዋ። እወ ኣብ ጥዕናኻ ውን ጽቡቕ እዩ ግን እቲ ብዙሕ ግዜ ምስ በላዕካዮ ንሕር ሳይድ ኢፈክት ዘይብሉ ኮይኑ። ኩሉ ግዜ ክበልዖ እዩ ዝብሎ ስለዚስ ትፈትዎ ኢኻ ነቲ ምግቢ። ኣብ ደመይሲ ተሓዊሱ እዩ ካብቲ ናይ ቀደም ናይ ስሳ ዓመት ስለ ዝገበረ እንድዒ ሕጂ ደም ተዝወስዱለይ ከማንስ ምስኡስ ፋታ ምወጸኒ ክብል ይኽእል። ኣመጋግባን ኣቀራርባ ምግብን ሓደ ካብ ቀንዲ መለለይታት ሓደ ባህልን ሕብረተሰብን እዮም። ኣብ ነፍሲ ወከፍ ሃገርን ሕብረተሰብን ምስ እምነት፣ ማሕበራውን ባህላውን ኣጠማምታ፣ ምስ ቁጠባዊ፣ ስነ-ኣእምራዊ ከምኡውን ኣከባብያዊ ኩነታትን ፍርያትን ተኣሳሲሩ ነናቱ ፍሉይነት ኣለዎ። ክንዲ ዝኾነ፣ ኣመጋግባን ኣቀራርባን ሓደ ዓቢ ነጸብራቕን መፍለይን ናይ ሓደ ሕብረተሰብ ኮይኑ እዩ ዘገልግል። ናይ ሓደ ሕብረተሰብ ናይ ኣመጋግባ ስርዓት ብምዕዛብ፣ እቲ ሕብረተሰብ ንዘለዎ ኩነታት ቁጠባ፣ እምነት፣ ባህላዊ ግንዛበ፣ ኩነታት ፍርያት ንምርዳእ መገዲ ክኸፍት ይኽእል እዩ። ብዘይካዚ እንታይ፣ ኣበይ፣ ብኸመይን ምስ መንን ንምገብ እውን ሓደ ከም መዐቀንን መለለይን ባህሊ እዩ። ሽሕ እኳ ሓደ ሕብረተሰብ ኣብ በበይኑ እዋናት ዝተፈላለየ መግብታት ዝቕርብ እንተኾነ፣ ከም ዝውቱር ዝውሰድ መግቢ፣ ኣብ ፍሉይ ኣጋጣሚ ወይ በዓላት ዝቕረ መግቢ ወይ ፍሉይ ተፈታውነት ወይ ተባሃግነት ዘለዎ መግብታት ክህልው ንቡር እዩ። ንሎሚ ብዛዕባ ሓንቲ ካብ ዝውትርቲ መግብታት ከተማታት ኤርትራ ዝኾነት ፋታ ኢና ክንድስስ። ፋታ ፋታ ይብላዕ ኣብ ሸሓነ ዋላ ኣብ ሰተታ ኣስቤዛ ሓዊሶም ብሱል እንቋቑሖ ነቲ ፋታ ዝብልዎ ኣዝዩ የብዝሖ ገለ ሰለስተ ገለ ዓሰርተ ሓሙሽተ ይፍትፍቱ ብዘይ ኣፈላላይ ብዘይ ኣፈላላይ ጾታ ወላ ነንሓፍቱ ዓጺሙ ዝብሉ ኣለዉ ገሊኦም ከኣ ልምልምቲ ልምልምቲ፣ ዓበይቲ ይኹኑ ዋላ እተን ኣንስቲ፣ ንምሕቓቕ ዝሕግዞም ነቶም ኣረገውቲ ኣለምልም ኣቢልና ንህቦም ኣብታ ናቶም ብያቲ። ፋታ፣ ፋታ መሰረቱ ኣብ ምፍትፋቱ ዋላ ንዝተጻለኡ ሽዑ እዩ ዘፋቱ፣ ዋላ ንዝተጻልኡ ሽዑ እዩ ዘፋቱ። ኣቦይ መብራህቱ በላዕ ናቱ፣ ተባሂሎም መሰረቱ መብርየ መብርየ ፋታቱ ንኹሉ የእንግዱ ብፍሕሹው ገጽ ጠመተ ኩሉ ፈፍሉ ፈታዊኦም ፍቕሩ ዝሰረተ። ፋታ ኣብ መዓልታዊ ህይወት ከተማ ኣስመራ ኮነ ካልኦት ከተማታትና ተዘውቲራ እትቕረብ ብብዙሕ ዓይነት ተመጋባይ ትጥለብ ህብብቲ መግቢ'ያ። ኣብያተ ቁርስታት ብዝተፈላለየ ኣገባባት ዘእንግድኣ ከይመነኻያ ንነዊሕ እዋን ደጋጊምካ ክትበልዓ እትኽእል ብዓማዊል ዝተፈትወት መግቢ'ያ። ሽሕ እኳ ኣብያተ ቁርስታትና ብዝተፈላለየ ዓይነታት መግቢ ዝቕርባ እንተኾና ከም ፉል፣ ፓኒኖን ካልእን ዝያዳ ዓብላሊ ጠለብ እትረክብ ግን ፋታ እያ። ንሓደ መግቢ ኣብ ሓደ ሕብረተሰብ ተፈታዊ ዝገብሮ ምኽንያታት ክህሉ ግድን እዩ። ፋታ'ኸ ብኸመይን መዓስን እያ ማዕቢላ? ካብ ምንታይ እያ'ኸ ተበጊሳ? እታ ፋታ ንብላ ዘለና ፍትፍት ማለት እያ ሕጂ ጣሕታ ገይሮም ኣሕጺሮማ እታ ሽም ተጸቢቑላ ተመልኪዓ ስለዚ ፋታ ኢሎማ እምበር ፍትፍት እያ ወላ ኣብ ዝኾነ ገዛ ውን ፋታስ ኣሎ እታ ስም እያ ተቐይራ ፍትፍት ተባሂላ እምበሪ ፋታስ ኣይተረፈትን ኣብ ነብሲ ወከፍ እንዳ ሃብታም ይኹን እንዳ ድኻ ኩንስ ኣሎ ንኣብነት ዝሓደረ ጸብሒ ሲ ፈትፊተ ድኽበካ እንድሕር ኢላትካ ኣዴኻ ሲ ሕራይ ኢኻ ትብል ሕጂ ፋታ እያ ትጽዋዕ ደላ ማለት እዩ እዚኣ ፋታ ጊን ከመይ ገራ ከም ዝተኣታተወት ዳርጋ ብዙሕ ኣይ ሰብ ዝፈልጣ ልክዕ የለን ጊን ብስራሕ እዚ ኩሉ ናይ ፋብሪካታት ነበረ ወስበራ ገዛውቲ ዝሃንጽ ግራውቲ ካልእ ካልእ ተኾይኑ ክስራሕ እንተኾነ ኣውቶቡስ ወይ ታክሲ ኣይ ነበራን ኣውቶቡስ ዝባሃላ ከኣ ዋሕዲ እየን ነረን ኣውቶቡስ ስለዚ እቲ ሰብ ብሽኬታ ስለ ዝኾነ ሓይሉ እቲ መግቢ ካብ ንጉሆ ሒዙ ይወፍር ሰብ። ስልጣንያ ተጸቢሓ እንጀራ ወይ ቅጫ ኣሲሩ ኣይኸይድ። እቲ ሰብ ሰብ ሻሂ ይኹን ወይ ካልኦት ነገር ንእዚ ምስ ተዓዘቡ ነቲ ፋታ ሓጻር ስልሲ ዝነበረት ኣብ ምፍትፋት ጀሚራ። ቁሩብ ጸኒሓ እታ ፋታ ጉዕ በርበሬ፣ ኮሚደረ፣ ብላዕሊ ወሲኹላ ክትጀምር ሰብ። ኣብ ገለ ገለ ሕጂ ዓበይቲ ሰባት ኣለዉ ኣነ ክዝክሮም እኽእል እየ ወላ ቀደም ክብሪ ዘለዎም ሰባት ነይሮም ቅጫ ጥራሕ ድበልዑ እንጀራ ደይበልዑ ነቲ ቅጫ ብቋንጣ ናይ ስልሲ ተሰሪሑ ስጋ ፈትፊቶም ድበልዑ ፋታ እያ ሕጂ ንሳ ሕብርታት ክኣትዋ ክቅየር ይኽእሉ ዝኾነ ነገር ክትእትወሉ ትኽእል ፋታ ውን ክሳብ ኣብ ፍሉጥ ኣብቲ ናይ ሃገር ቃልሲ ዝነበረሉ እዋን ውን ነይሩ'ዩ ከም ቮጅቮጅ ዝጸዋዕ እምበር ፋታ ማለት እዩ ንሳ ሕብሪ ክቅይር ይኽእል ኣብዚ ቁሩብ እያ ናይታ ኮሚደረ መቂሒ ዘላታ እምበር ኩሉ ሓደ እዩ። ፋታ ሂወት እዩ ክብሎ ክእል እየ ኣነ ዋላ ንሕና ውን ንምገቦ እንዲና ሂወት እዩ እቲ መንእሰይ ይፈትዎ እቲ ኣፈላይ ቆልዓ ይፈትዎ ዓቢ ይፈትዎ ኩሉ እቲ ክፋል ሕብረተሰብሲ በብዕድሚኡሲ የዘውትሮ እዩ። ሰዚ ፋታ ሂወት እዩ በቃ ይሕዞም እዩ ተነኮ ኢሎም ዝጽውዕዎ ሓደ ሓደ ግዜ ምክንያቱ እሱ ምስ በልዑስ ኣትሊስት ድሓን ዝኮነ ግዜ ከሕልፉ ይክእሉ እዮም ስርሖም ብግቡእ ክሰርሑ ይክእሉ እዮም ኣብቲ ዋጋ እንተሪኢካዮ እውን ብተመጣጣኒ ዝሓሸ ከዓ ስለዝኮነ ፋታስ ሂወት እዩ በቃ ፋታ ብዘይ ፋታ እንድዒ

ኣብ ፋብሪካ እንተኾነ ፋታ እዮም ዝበልዑ ዘለዉ ኣብ ገዛኻ ውን ፋታ እዩ ዝብላዕ ዘሎ ምኽንያቱ ሰብሲ ጌርካ ፋታ ሃቡና ፈትፊትና ንብላዕ ይብሉ ዋላ እቲ ጣይታ ውን ክትፍትፍቶ ከለኻ ፋታ እዩ ጣይታ ብእንጀራ ጌርካ ክትፍቶ ከለኻ ፋታ እዩ ጥራሕ ዝባኒ ኣይኮነን ፋታ ዝብልዑ ዋላ ቅጫ ውን ሕጂ እታ ፋታሲ ሓድሽ ስም ስለ ዝኾነ ብኣና እምበር ኣብ ገዛና ከይተረፈ ከይፈትፈትና'ዩ ንበልዕ እና።
ኣመጋግባን ኣቀራርባን ከም ኩሉ ክፋላት ባህሊ ተለዋጣይን ማዕባላይን እዩ። እዚ ከኣ በቲ ዝፍጠር ቁጠባዊ ኩነታት፣ ማለት ዕቤት ፍርያት ወይ ምንቁልቋል፣ ባህላውን ሃይማኖታውን ምልውዋጣት፣ ባህላዊ ምውርራሳት ዝጽሎ እዩ። ፋታኸ፣ መዓስ እያ ኣብ ኣብያተ ቁርስታት ክትእንገድ ጀሚራ?
ፈታው ሃገርና ንሕና ኣብ ግዜ ናእሽቱ ዝነበርናሉ ኩዕሶ ክንጻወት ከምዚ ነዱ ወትሬስ ሃልባቲ ጭርጭር ኩባዕ ገለመለ ነብሲ ወከፍ ተማሃራይ ተፈዲሱ ኣብ ታስኪን እዩ ዝብሃል ከምቲ ናይ ቀደም ጁባ ዝነበረ ኣነ ዓሰርተ ሳንቲም ኣለሃኒ እቲ ሓደ ሕርካም ኣለሃኒ እቲ ሓደ ዓሰርተ ሓሙሽተ ኣለሃኒ ኢሉ ገለ ኣዋጺእና ብሓባር ኮይና ኣብ እንዳ ሻሂ ክንኣቱ ብኸምኡ እዩ እቲ ፋታ ነቢድናዮ ቅድሜና ዝነበሩ ከኣ ካብ ሃገረሰብ ድዮም መጺኦም ካብ ሰራሕተኛ እቲ መዓልታዊ ዕለት ከምዚ ነዳቖ ሚነዋለ ገለ ኮይኖም ክበልዑ ንሪኦም ቅጫ ሓዊሶም ወይ ባኒ ሓዊሶም ገለ ንሕና ከኣ ከም ደቂ ኣስመራ ከኣ እተን ዘለዋና ኣዋጺእና ንፋታ ዝኸውን ሰለስተ ባኒ ሒዝና ክንፍትፍት ኣርባዕተ ባኒ ሒዝና ክንፍትፍት እናበልና ስጋዕ ምስ ፈተትና ስጋዕ ዝጸብሑልና ከኣ ሙዚቃ ናይ ማሕበር ትያትር ኣዝመራ ኔሩ ናይ በዓል ሃይለ ገብሩ ነይሩ ናይ በዓል ኣብርሃም ሰጊድ ነይሩ ናይ በዓል ተወልደ ረዳ ሽገ ሃውኒ ከምኡ ዝበሃል ነይሩ ካብኡ ን ኣብ መንጎ ውን ናይ እንግሊሽ የምጹልና እዮም ናይ በዓል ጀምስ ብራውን ሄይ ሄይ ኣብ ፊለር ራይት ዋን ታይም ሄ ሰንቲሚንቲሚ ዘ ጀምስ ብራውን ድብል ከምዚታት ሙዚቃ ንሰምዕ ነይርና ናይ በዓል ጆን ቴለር ናይ በዓል ተበረ ተስፋሁነይ ተወልደ ረዳ ከምዚ ድኣመሰለ ሙዚቃታት እናሰማዕና ፋታና በሊዕና ብሓባር ተሳኢንና ንኸይድ። ኣብ መጨረሻ ሰማንያታት ከባቢ ኣብ ተስዓታት ብዝገነነ መልክዕ ፋታ ገኒኑ ዳርጋ ፉል እንዳሃሰሰ ከይዱ ኣብ ከባቢና ብፍላይ ስለዚ ንሕና እቲ ድሕረ ባይታ ናይቲ ገዛ ድሕሪ ሰብዓን ሓሙሽተን ክሳብ ሕጂ ኣለና ማለት እዩ።

ነቦይ እምበኣያ ሕጂ እዚ ወዶም ሒዝዋ ዘሎ ዳኒኤል ወይ ኢትዮጵያ ንብሎ ኔርና ቀደም ኢትዮጵያ ዳኒኤል እዩ ሽሙ እዚኣቶም ውሩያት ኔረን። ንሓደ መግቢ ተመራጽን ተዘውታርን ዝገብርኦ ተወሰኽቲ ምኽንያታት እውን ኣለዉ። ኣመጋግባ ናይ ሕብረተሰብ እውን ወሳኒ እዩ። ኣብ ኣቀራርባ መብዛሕትኡ ሕብረተሰብ ኤርትራ ኣብ መኣዲ ናይ ምቕራብ ባህሊ ኣለዎ። እዚ ከም ሓደ ረቋሒ ንፋታ ዝውትርቲ ክትከውን ሓጊዝዋዶ ኸውን? ኣብ ርእሲኡ እቲ ፋታ እቲ ቀንዲ ነገር ከኣ ሓድነት ትፈጥር ንኣብነት ኣብ ማእቶት ኣሎ ኣብ ስራሕ ኣሎ ኣብ ገለ ኣሎ ተኣኪብካ ምስ ዘይትፈልጦ ሰባት ፋታ ክትበልዕ ከለኻስ ፍቕርን ሓድነትን ይፈጥረልካ ፋታ ከም ባህል ትዘውቲሩ ስጋብ ሕጂ ኣብ ኣስመራስ ፋታ ድየ በልዐ ኣሎ ክብል ኣይኽእልን እየ። እታ ፋታ
ክትበልዓ ጥዕምቲ እያ ንበላዒኣ ጥዕምቲ እያ ከመይ መስለካ ከም ባህሊ ከም ባህሊ በርበረ ሰለ ትፈቱ ኣለሻ፣ ቀይሕ ፀብሒ ሰለንፈቱ እቲ ፋታ ቀያሕ ሰለዝኮነት ፍትፍት ሰለዝኮነት ብኮሚደረ ብዘይቲ ሽጉርቲ ሰለትስራሕ መቀረት ኣለዋ ከምዚ ኣብ ገዛካ ትሰርሖ ከምይ ኣምበር ብተፈጥሮና ካኣ ንሕና እቶም ሓበሻ እቲ ቀይሕ ፀብሒ ሰለንፈቱ በርበረ ሰለንፈቱ ብብዝሒ እያ ትፍቶ ነይራ ግቡእ ምዱብ ምግቢ እዩ ይብልኣን መደበኛ ምግቢ እዩ በቃ ንሱ እዩ እቲ ሒዝዎ ዘሎ ዝብል እምነት ዘለና ብኩሉ ሸነኻቱ ዋላ ብትሕዝቱ ኣነ እዚ ሕብረተሰብ ፋታ ሓደ ብፍላይ ንሽማግለ ይኹን ንናእሽቱ ይኹን ንኹሉ እዩ ንኣብነት ገሊኦም ኣለዉ ኣብ ገዛ ዕፅም እብለና እሞ እዚኣ ኣለምልሙልና ደሓር ውን ኣብ ሃፒ ክትበልዖ ከለኻ ውን

ሕጂ ንዓቶም መጻወቲቶም መስሓቒቶም መፋቐሪቶም እያ። ን ጋሻ ጋሻ ካብ ኣውራጃታት ዝመጹ ድማ ክልተ ሰለስተ ሓንሳብ ኮይኖም ክበልዑ ከለዉ ገንዘብ መቐጠቢት እያ። ኣብ ርእሲኡ ከኣ በርበረ ስለ ዝኾነ ንኣፎም መቐረት እያ። ገንዘብ ግን ኣብዝሓ የበጥብኡን እዮም። ካልእ ዊን ኣሎ ኣብ ኣውራጃ ጥራሕ ዘይኮነ ኣብ ከተማ ኣስመራ ዊን ስእነት ዘለዎም ጽጉማት ኣብ ስራሕ ዝደኸሙ ናይ ገንዘብ ዋሕዲ ዘለዎም ኣብ ባኒ ጅቦም ዝሓደረ ካብ ደገ ዝገዝእዎ ሰብ ተከበሎም ምስቲ ንዓካ ዝኣዘዙካ ሓንቲ ባኒ ክልተ ባኒ ክእዝዙካ ኣለምልመለይ ይብሉካ ሕጂ ንስካ ድማ ኩርምቲ የብሎም ወይ የሕክሙ እዮም ጥባዮም ኢልካ ትፅንሑ ተብዝሓሎም ካብ ጅቦም ኣምፂኦም ሓደ ባኒ ክልተ ባኒ ቅጫ ጣይታ ከይተረፈ ይውስኩላ እዮም ስለዚ እዚኣሲ ንኩሉ ኩሉ ናይ ሓባር ምግቢ እያ። ሓደ መግቢ ቀንዲ ትሕዝቶን መቃምምትን ኣለዎ። ከምቲ ሰብ ሞያ ጥዕና ዝገልጽዎ ሓደ ሰብ እቲ ዝምገቦ እዩ። ካብ መግቢ ሰለስተ ዓይነታት ትሕዝቶታ ክንረክብ ንኸእል ኢና። ፋታ ነዞም ትሕዝቶታ ዝምልስ ድዩ? ሓዊን ፉል ኣሎ፣ ባኒኖ ድንሽ ኣሎ፣ ሕጂ ሓደ ባኒኖ ድንሽ ስኒ እንቋቁሖ ኣለዎ፣ ድንሽ ኣለዎ፣ ሕጂስ ዋላ ፕሮቲን ዋላ ብዓቕሚ ውን ብታእሽውን ጽቡቕ እዩ ንጥዕናኻ ውን ብጣዕሚ ጽቡቕ እዩ እንቋቁሖ ኣለዎ። ድንሽ ኣለዎ ኮሚደረ ኣለዎ ኩሉ ስለ ዘለዎ ብጣዕሚ ጽቡቅ እዩ ዋላ ብቲ ሓጽር ስሱ ዊን እንድሕሪ እቲ ናይ ጉልበት ዝሰርሕ ኮይኑ ውን ፉል ትውስከሉ ማለት እዩ ፉል ውስክ ኣቢልካ ብኡ መጠን ከኣኒ ሓይሊ ሓይሊ ደድልዮ ሓይሊ ትቦ ከምዚ ትቅንሰሉ ደሊካ ከም ድላይካ ዝቀናነስ ማለት እዩ ዋላ እንቋቑሖ ውን ትውስከሉ ኢካ ከም ትረኣኻዮ ፉል ሰብ ዘለዎ ማለት እዩ እንድሕሪ ምስ ትፋታስ እንቋቑሖ ትሕውሰሉ ትኽእል ኢካ ስለዚ ብደይ ስጋሲ ጽቡቅ ማለት እዩ በቲ እቲ ፕሮቲን ምዕራፎም ይመልእ እቲ እቲ ኣድላይ ነገራት ይርከብ ማለት እዩ። ድ ኩሉ ኣሎ ድንሽ ኣሎ ጠስሚ ኣሎ ርግኦ ኣሎ ኩሉ ነገር ስለ ዘለዎ ምስቲ ናይ ዋግኡ ሰላሳ ቅርሺ እ ኣርብዓ ቅርሺ እዩ ዝበጽሕ እም ብ ፋሚሊ ኮይኖም ክበልዕዎ ከለዉ ከኣኒ ዳርጋ ናይ ኩላቶም ናይ ሰለስተ ናይ ኣርባዕተ ከኣኒ ሓ ሚእቲ ቅርሺ ይበጽሕ ምስ ናይ ትራንስፖርት ክተመዋዝኖ ከለኻ ነቲ ውፍር ኢሉ ክምለስ ዘይክእል ሰብ ብጣዕሚ እዩ ዘዋጽእ ዋላ ንጥዕና ዘይብሉ እውን ኩሉ ጽቡቕ ማለት እዩ። ጥዕና ኣለዎ ኩሉ ኣለዎ ማለት እዩ ዘፋታ ማለት እዩ ዋላ ብዋግኡስ ኩሉ ጽቡቕ እዩ ዋላ ደለዎ ይበልዖ ዋላ ዘይብሉ ከኣ ንጥዕንኡ ኢሉ ይበልዖ ማለት ርግኦ ሓደ ጥዕና ዘለዎ ማለት እዩ እዚ ሓጺር ስሲ ከኣ ዋላ ሓንቲ ኩሉ ኩሉ ማለት እዩ ኩሉ ጽቡቅ እዩ ማለት እዩ ብኡ ከኣ ይፈትዎ እዩ ምስቲ ኩሉ ግዜ ስለ ዝለመዶ እቲ ሰብ ከኣ ብኡ ይፈትዎ ማለት እዩ።
ብዙሓት ሰባት ከም ዝሰማምዑሉ ፋታ ኣብ መቐረትን ኣቀራርባኣን ዘሎ ፍልልያት ውን ካልእ ብልጫ ኣለዎ። ነዛ መግቢ ከከም ዓቕምኻ ብዝተፈላለየ ኣገባባት ተቓሚማትልካ ክትመጽእ ትኽእል ምዃና ውን ሓጋዚ እዩ። ምስ ሰባት ብሓባር ክትምገባ ትኽእል ብምዃና ውን ተወሳኺ ሰሓቢት ይገብራ። ወዚ ፋታ ንሕና ንበልዖ ኮነ ኣብዚ ከም ጠዓመትና ንበልዖ ከም ምሳሕ ወይ ኣብ ደገ ክንሰርሕ ከለና መጺእና ኣብዚ ኢና ንበልዕ ማለት እዮም ዝናበዩ ምሁራቱ። ሕጂ እቲ ሕብረተሰብ ከከምቲ ናቱ ደረጃ ጌሩ እዩ ዝበልዓሉ እዩ ዘሎ ኣብዚ እዋን እዚ ማለት እዩ። ኣብቲ ቅድም ግን ኖርማል ጥራይ ስለ ዝነበረት እቲ ድኻ ወይ እቲ ትሕት ዝበለ ደረጃ ዝበልዓ ኮይኑ ይስማዕ ነይሩ። ሎሚ ግን ዋላ ኣለዉ እዞም ስርዓት መንእሰያት ኣብ ዝተፈላለየ ስራሕቲ ዝሰርሑ ዓይነት ፋታ ጥራይ እዮም ዝመርጹ እምበሪ ፋታ በሎም። እቲ ፋታ እክ ሓደ ሎም መዓልቲ ሓደ ሎም መዓልቲ እስቤዛ ዝመጸ እዚ ትሪኦ ዘለኻ እዚ ኮሚደረ እስቤዛ ገለመለ ትሪኦ ኣለኻ ሕጂ ይመጽእ ሕጂ ሕጂ ከኣ ይስራሕ ከምዚ ድርኣኻዮ እቲ ናይ ሓጸ ስባት እዩ ከምኡ ጌርና ሕጂ ሕጂ ይስራሕ ፍሬሽ እዩ ማለት እዩ ሕጂ ነቲ ካብ ኮለስትሮል ነጻ ካብ ዩሪክ ኣሲድ ከኣ ነጻ እዩ ሕጂ እቲ ዋግኡ እውን ሓደ ሪዝናብል እዩ ሒደት እዩ ካብ ሰላሳ ስጋብ ኣርብዓ ቅርሺ እዩ ዝበጽሕ ምስ ናይ ትራንስፖርት ክትሪኦ ከለኻ ዝተመጣጠነ እዩ ማለት እዩ ጽቡቅ እዩ ጽቡቅ እዩ ሓደ ሰብ ከኣ ዋላ ሕጂ ብፍጥረቱ ኣብ ገዛ ምግቢ ስለ ዘይበልዓሉ ውጽእ ኢሉ ጻባን ባንን ብልዕ ኣቢሉ ዝብል ዓሰርተ ሓሙሽተ ቅርሺ በሊዑ ገሩ ስርሑ ይሰርሕ ማለት እዩ ስለዚ ሕጂስ ኩሉ ጽቡቅ እዩ ማለት እዩ ዳሕራይ ካኣ ሓድሽ እዩ ፍረሽ ብዙሕ እዋን መግብታት ኣብ ሓደ ወቐቲ ዛያዳ ክትምገቦም ዝዕደሙ እዮም። እቶም ዝውቱራት ድማ ገሊኣቶም ከም ቁርሲ፣ ኣይኮነን ኣብ ምሳሕ ወይ ውን ኣብ ድራር ተመረጽቲ ክኾኑ ይረኣዩ። ገሊኡ መግብታትን ወቐትታት ኣለዎ። ዝያዳ ኣብ ክረምቲ ወይ ኣብ ሓጋይ ወይ ካልእ ባህላዊ ኣጋጣሚታት ዝውተር እዩ። ፋታ ግን ካብዚ ዝተፈለየት እያ ኣብ ኩሉ ወቅቲ ኣብ ኩሉ ግዜ ትብላዕ መግቢ እያ። መዓልታዊ እድሚ ገባ እዚኣ ማስ ኣብ ቁርሲ ይኹን ዋላ ኣብ ድራር ገለስ ኣብዚኣ እያ ትመጽእ እዛ ፋቶምስ ብጣዕሚ ጽብቅቲ እያ። ኦቨርናይት ሓዲሮም ሕጂ መጀመርታ ኣብ እንዳ ፋታ እዮም ዝኸዱ ዳብራ ሕጂ ዳርጋ ንጎስ ስቕጥቅጥ ክትብል ትኽእል ዋርሳይ ዝሓደሩ ድዮም ወላ ገለ ዝሓደሩ ፋታ በልዑ እታ ናይ ለይቲ ብኣ ዝሓደርዋ ከም ካልእ ኮይኖም እዮም ዝቐርቡ እታ ንግሆ እታ ፋታ ግን እታ ባህሊ ኣይትተርፍን እያ መዛዘሚት ናይቲ ዝሓደርዎ ብፋታ እዮም ዝጅምሩ።
ንኹሉ እዩ ማልቲ እዩ ዝኸውን ንሱ ፋታ ቆርሶ ትኽእል ኢኻ ክትምስሖ ትኽእል ኢኻ ክትድረሮ ትኽእል ኢኻ ዋላ ሓንቲ ፀገም የብሉን ኩሉ ንኹሉ እዩ ዝኸውን ማለት እዩ ናብ ኩሉ እዩ